Tipo Cafiri. Yo guys, I'm back with new video ን ሎማዕንቲ ካብ ሓድሽ ቪድዮ ተመሊሰ ኣለኹ ናይ ሎማዕንቲ ቪድዮ ኣዝዩ ዝሕዝን ቪድዮ እዩ ምክንያቱ ክንደይ ኣብ ጎደና ወፅኤ ክንደይ ፀሓይ ተሃሪመ ክንደይ ደኺምና ክንደይ ገለመለ ዝሰራሕናዮ ቪድዮ ደምሲስልና ንሰብ ጎዳኢ ዝኾነ ቪድዮ ኢኻ ሰሪሕካ ኢሉ ዩቱብ ደምሲስለይ ማለት እዩ ደምሲስለይ ጥራይ ዘይኮነስ መጠንቀቕታ ከማን ሂብኒ ኣሎ ካብዚኣ ክትምሃሩ ኢኹም ካብዛ ቪድዮ እዚኣ ምክንያቱ እንታይ ስራሕን ዘይስራሕን ኣብ ዩቱብ ከዓ ትፈልጡ ማለት እዩ በዚ ኣጋጣሚ እንታይ ገይረ እታ ቪድዮ ድሓን ኣብ መወዳእታ ክርእኩም እየ እታ ደምሲስዋ ዘሎ ቪድዮ ስለምንታይ ደምሲስዋ ከዓ ክነግረኩም እየ ግን ኣብ ኣጠቃላላ ክንሪኦ ከለና ኣነ ብጣዕሚ ፕራንክ ፈቱ ማለት እየ ፕራንክ ምስራሕ ፈቱ እየ ፕራንክ ምርኣይ ከዓ ፈቱ እየ ፕራንክ ኩሉ ግዜ ከምዝሓሰብካ ይኮነ ዝኸደልካ ትርዲእኩም ኣለኹም መብዛሕቲኡ ህጂ ሰብ ፕራንክ ንኸተስሕቕ ኢልካ ኢኻ ትገብሮ ከም ብ ናይ ኤርትራ ንብሎስ መዘንግዒ ካሜራ እዩ ከምዚ ናይ ቀደም በዓል ሳንድያጎ ብ ቴሌፎን ዝሰርሑ ኔሮም ገለ መለ ገለ ግን ኣብ መወዳእታስ ክስሕቕ ኣለዎ እቲ ሰብ ገለ ከምኡ እየ ዝርዳእ ኣነ ማለት መብዛሕቲኡስ ከምኡ ኣሎ ከምኡ እንተገበርካ እዩ ዝበለጸ ፕራንክ ኣብቲ መወዳእታ እቲ ሰብ ክስሕቕ ኣለዎ ገለ ግን ኣብዚ እዋን እዚ ኩሉ ሰብ ኩሉ ሰብ ርዳእካ ማለት ከ ኣይኮነን ኩሉ ሰብ ተረዲኡካ ስሕቕ ማለት ኣይኮነን ከተስሕቆ ኢልካ ዳሓሰብካ ገሊኡ ካልእ ሓሳብ ጸኒሑ ናብ እ ገለ ትኸይድ ማለት እዩ። ሕጂ ኣብ ኮሚታት ብዙሕ ክትጥንቀቕ ኣለካ ማለት እዩ። እዚ ትርእይዎ ዘለኹም ቆልዓ ዓርኪ ነይራቶ ኣብ ትምህርቱ ዓርኪ ነይራቶ መማህርቱ ዓርኪ ነይራ እዛ መማህርቱ ዓርክ ፕራንክ ክገብሮ እየ ኢላ ንሳ ከም ዝሞተት ኣብ ሶሻል ሜድያ ዘርጊሓቶ ማለት እዩ። ንሳ ከም ዝሞተት ኣብ ሶሻል ሜድያ ዘርጊሓቶ መማህርታ ንዕሩኽታ ከኣ ነጊራቶም ንዑያ ፕራንክ ንክትገብሮ ኢላ ሓሲባ ማለት እዩ። ሽዑ ቆልዓ ከኣ መጀመርታ ርእይዎ ሰንቢዱ ማለት እዩ ጸኒሖም ከኣ እቶም ምዕሩቱ ከኣ ብምልኦም እቶም መማህርቱ ገለ ከኣ መን ሽም ሞይታ መሓዛኻ ሞይታ ሞይታ ክብልዎ ምስ ጀመሩ ከምኡ ክገብር ኢሎም ሓሰቡን ግን እሱ ከይዱ ኣብ ሽንቲ ቤት ከይዱ ተሓኒቁ ተረኺቡ ማለት እዩ ብጣዕሚ ደሕዝን ሕጂ ከምዚታት ኣሎ ኩሉ ፕራንክ ከምዝሓሰብካዮ ይኸደልካ ማለት ኣይኮነን እዛ ጓል ትሪእዋ ዘለኹም ከኣኒ ፕራንክ እያ ንሰብኣያ ፕራንክ ክትገብሮ ኢላ እያ ሓሲባ ነይራ ሰብኣያ ካብ ስራሕ ቅድሚ ምምጽኡስ ክመጽእ ምስ ረኣየቶሲ ፕራንክ ክገብሮ እየ ገለ ኢላ ኣብ ኣርማድዮ ኣትያ ንሱ ከኣ ኣላ ድያ የላን እውን ኣይፈለጠን ነይሩ ማለት እዩ ድሓር ከሰንብዶ ኢላ እያ ሓሲባሳ ድምፂ ይሰማዕ ኣብቲ ኣርማድዮ ኣብቲ ኣርማድዮ ድምፂ ምስ ሰምዐ ሽዑ ሽጉጥ ኣውፂኡ ኣብ- ኣብቲ ኣርማድዮ ድምፂ ሰሚዑ ስለ ዝነበረ ትኽ ኢሉ ናብኣ ከይዱ ማለት እዩ ንሳ ከኣ ይረኣየቶም ብውሽጢ ነይራ ይቐርበኒ ኣሎ ገለ ኢላ ከሰንብዶ እየ ገለ ብምባል ከተሰንብዶ ኢላ ክፍት ከተብላ ኮላ ቶኪሱ ማለት እዩ ቶኪሱ እታ ጓል ሞይታ ማለት እዩ ፕራንክ ሓደ ሓደ ግዜ ብጣዕሚ እዩ ሓደገኛ ማለት እዩ ሓደ ከዓ ኳሕኪሕካ ምህዳም ትብል ፕራንክ ኢሉ ሓሲቡ ከምኡ ምንፅኡ ኳሕኪሑ ይሃድም ኣብ ሓደ ማዕፆ ከይዱ ኳሕኪሑ ይሃድም ነይሩ ሕጂ ከምኡ እንዳገበረ ከሎ ተደጋጋሚ ኣብ ሓደ ገዛ ይኩሕክሕ እሞ ኳሕኪሑ ሃዲሙ ካልኣይ ግዜ ክምለስ ከሎ ኣብ ሓደ ኳሕኪሑ ክሃድም ክብል እቲ ሰብ እቲ ተዳልዩ ጸኒሑ መጺኡ ካብ ሌባታት ገለ ገለ ኢሉ ሓሲቡ ብሽጉጥ ጌሩ ሃሪምዎ ማለት እዩ ቀቲልዎ ሸውዓተ ሚእትን ሓምሳን ሽሕ ዶላር ካሕሳ ከፊሉ ከምኡ ጥራይ ደይኮነ ከኣ ን ሓምሳን ሓሙሽተን ዓመት ከኣ ናይ እሱርቤት እሱርቤት ተፈሪድዎ ማለት እዩ። ሕጂ ኣነ ኣብቲ ሰብ ጥራይ ከጋጥመኩም ወይ ከኣ ነቲ ሰብ ሕማቅ ንከየጋጥሞ ጥራይ ኣይኮንኩን ዝነግረኩም ብዓቢኡ ከኣ ብናተይ ቪድዮ ክምህረኩም ደልየ ማለት እዩ ቀዲምኩም ሪኢናያ ንመለስ። ገዛታ ጋባ እዚኣ ብጃ ኣዛረብልይ ኣብዚ ጠፊእና ኢና ዳርጋ መስለ ምፅ ኢለስ ጠፊእኒ በቃ እንታይ ይባል እንካስ ክዛረበለይ ሄሎ ሓወይ ናተይ ተኺእልካ ካብ ሰብዚ ርሓቑ ኣብ ጥቓኻ ፖሊስ ጣብያ ተልዩ ናብኡ ረክቦ ገበነኛ እዩ ሰብ ቀቲሉ እዩ ሃዲሙ ዘሎ ሄሎ ሄሎ ሄሎ ወይ ኣብዲኻ ዘለኻ ንዓኻ ድዩ ከዛ ቴሌፎን ትሰምዓ ኣለኻ እዛ ቴሌፎን እዚ ዋና ናይ ኣእምሮ ሽግር ኣለዎ ካብኡ ተርሕካ ህደም ሰብ ቀቲሉ ሕጂ ይሃዲሙ ፖሊስ ወይ ካብ ከባቢኻ ዝኾነ እዚ ወዲ ናይ ኣእምሮ ሽግር ኣለዎ ሰብ ቀቲሉ ጓል ዓሚፅ ሃዲሙ ዘሎ ፖሊስ ድለይ ዘሎ ምሳኺ ሰብ ተድዩ በጃኺ ተሓባቢርኩም

ግን እንታይ ይግበር ብዓብዩ ዩቲብ ኣይፈተዋን ስለዚ ተደምሲሳ ተቐንዲ መደምሰሲኣ ከ እንታይ ስለ ዝስንብዱ ዝነበሩ ቀዳማይ ነገር ፕራንክ ኢለ ስለ ዘእተኽዎ ፕራንክ ከዓኒ ኩሉ ግዜ ሪያሊቲ ዩ ፌክ የለን እቲ ዝሰርሖ ዝነበርኩ ፕራንክ ነቶም ሰባት ብጣዕሚ ይስንብዱ ገሊኦም ይሃድሙ ገለ ስለ ዝነበሩ ካልኣይ ከኣ እምኒ እምኒ ከኣ ስለ ዝሓዝኩ ገለ መለ እዚታት ብምሉኡ ሪኦም ዩቱብ ደምሲስዋ ማለት እዩ። ስለዚ ከምዚታት ቪድዮ ክተርእዩ ከለኹም ሃርምፉል እንድሕር ኮይኖም ንሰብ ጎዳእቲ ቪድዮታት እንድሕር ኮይኖም ወይ ከኣ ፕራንክ እንድሕር ኮይኖም ሰብ እባ ዩቱብ ክድምስሰልኩም ስለ ዝኽእል ፕሊስ ጥንቅቕ በሉ መጠንቀቕታ ሂበካ ሽዑ ሓንቲ መጠንቀቕታ ክልተ መጠንቀቕታ እንዳበለ ይኸይድ ስለዚ ከምኡ እንዳ በለ ዩቲብኩም መታን ከይዓጽዋ ፕሊስ ጥንቅቅ በሉ ካብዚኣ ቪድዮ ተማሃሩ ካብ ብሕጂ ኣይትሕሰብዎ ፕራንክ ከሰንብደኩም ገለ ኣይትሕሰቡ ኣየሰንብደኩምን ባይ ዘ ወይ ከሚታት ጥንቅቅ በሉ ንሰብ ጎዳእቲ ዝኾነ ነገራት ቪድዮታት ምስራሕ ባዕሉ ሰብ ጥራይ ደይኮነ ክፈትዎን ክጸልኦን ሲ ወይ ከዓ እቲ ዩቲዩብ ባዕሉ ክድምስሶ ስለ ዝኽእል ፕሊስ ጥንቅቅ በሉ ካብዞም ዝሞቱ ከኣ ተማሃሩ ማለት ተጠንቂቅኩም ስርሑ ማለት እዩ እቶም ትሰርሑ እቶም ትርእዩ ከኣ ተጠንቂቅኩም ራዩ ሶ ጋይስ ናይ ሎማዓንቲ ቪድዮ እዚ መስል ነይሩ እንድሕር ፈቲኸሞ ፕሊስ ላይክ ኤንድ ሳብስክራይብ ክሳብ ኔክስት ቪድዮ ብቀዳማይስ ከምዚ ትግበር ኢልና ሓደ ጽቡቅ ኣይኮነን ስለዚ ፒስ